ሰላም ሰላም ብሕቶኹም መሰረት ፓርት ቱ ሒዝናልኩም ቀሪብና ኣለና ፓርት ዋን ዘይረኣኹምዋ ድማ ኣብ ቦታ ዲስክሪፕሽን ሊንክ ከቐምጠልኩም እየ እናኣተኹም ክትርእይዋ ትኽእሉ ኢኹም ሳብስክራይብ ከምኡ እውን ላይክ እናገበርኩም ሰዓቡኒ ብድሕሪኡ ናብ ሶና ከይዱ ክትሕግዞ ይሓታ ንሳ እውን ንስኻ ኣእምሮ ዘይብልካ ወዲ ኣብ ቅድሚ እንግሊዛውያን በይንኻ ከመይ ኢኻ ደው ክትብል ትብሎ ንሱ ግን ኣይትፍርሒ ምሳይ ዝሕግዙኒ ጉጅለ ኣለዉ ይብላ። ናብ ድሕሪት ተጠውያ ነቶም ኣረግቶት ሽማግለ ምስ ረኣየት ብምግራም ትስሕቕ። ነዚኦም ኢኻ ከምዚ ትብል? ከምኡ ተኾይኑማ ኣነ ማፍያ ኣለኒ ማለት እዩ፣ ምኽንያቱ ብዙሓት መሓዙት ስለ ዘለዉኒ ትብሎ። ሽዑ ሶና ክትሕግዞ ትስማዕማዕ። ኣቡኡ ዝፈረመሉ ናይ ገንዘብ መጠን ንምእካብ መሳርሕን ወርቅን ክሰርቁ ይጅምሩ። ናይ ካሜሩን ዓሌታት ቁጽሮም እንዳወሰኸ ይኸይድ፣ ምስኣቶም ድማ ናይ ስርቂ ተግባራት ይበራኸት። ኣብ ዝኾነ ምድላው ውሽጢ ኣትዮም ነተውረቕ ተኣኪቦም ይወጹ። ናይ ካዛ ህዝቢ ድማ ናብቲ መርማሪ ሽዳ ይኸዱ። እንግሊዛውያን ነቲ ሓዲ ሻምሺራ ክሕዝ መርማሪ ልኢኾም ኣለዉ ይብልዎ። ንሳቶም ኣባኻ እምነት ስኢኖም ድዮም ይብልዎ። ሽዳ ብጣዕሚ ይናደድ እሞ ለይቲ ክኸውን ከሎ እቲ ሓጋዚኡ መጽዩ ዝኾነ ዝተገብረ ምድላዋት ሰሪቖም ኣለዉ፣ ኩሉ እቲ ምድላዋት ክተድምቕ ዝነበረት ድማ ሶና እያ ይብሎ። ሽዑ ሽዳ ሕጂ ነቲ ነገር ንጹር ኮይኑ ኣሎ፣ በል ንሶና ኣሲርካ ኣምጽኣያ፣ ብኣኣ ድማ ክነኽብር ኢና ይብሎ። ብሓቂ ድማ ንጽባሒቱ ሶና ኣሲሩ የምጽኣ፣ ኣብ ቅድሚ ኩሉ ናይ ገጠር ህዝቢ ድማ ይኣስርዋ። ሽዳ እውን ከምዚ ይብላ፣ ንምዃኑ ከድሕነኪ ክመጽእ ድዩ ወይስ ኣይመጽእን ንገርኒ ይብላ። ኣብቲ በዓል ውሽጢ ትስዕስዒ ኔርኪ ሕጂ ግን ሙሉእ ኣካልኪ ደም ክሳብ ዝኸውን ክገርፈኪ ይደሊ ኣለኹ ምስ በላ ንሳ ግና ብኽልቲኡ ኩነታት እቲ ነገር ዘደንቕ ኾጉን እዩ ኢላ ትምልሰሉ ሽዑ ኣዝዩ ተናዲዱ ክገርፋ ይጅምር ኣብ መንጉኡ ግና ሃንደበት ሰማይ ብጸለምቲ ኳዃት ይሽፈን ኣብ ዙርይኡ ዘለዉ ሓለውቲ ድማ ሓደ ብሓደ የውድቕዎም እዚ ከመይ ክኸውን ከም ዝኸኣለ ፈጺሙ ኣይርድኦምን እዩ ኣብ መወዳእታ እቲ ጨካን ኣራዊት እቲ ብዛዕብኡ ክሓስቡ ከለዉ ዝፈርሕዎ ወዲ ብዕዋፍ ተዓጂቡ ሓዊ እንዳደርበየ ይመጽእ። ኣብ ዙርያ ሽዳ ናይ ሓዊ ክቢ ይሰርሕ። ካብቶም ሰባት ድማ ነፍሲ ወከፍ ሓደ ርእሲ ይሕዝ። ባሊ ኣብ ልዕሊ ሽዳ መጥቃዕቲ ይገብር፣ ንሕድሕዶም ድማ ይበኣሱ። ኣብ መንጎኦም ዘሎ ባእሲ እናነውሐ ይኸይድ፣ ባሊ ንሶና ክፈትሓ ይኽእል። ኣብ መወዳእታ ድማ ኣብ ውሽጢ ኣፍ ሽዳ ዘሎ ናይ ወርቂ ስኒ ሰሪቕዎ ይኸይድ። ኣብቲ ናይ ቤት ማእሰርቲ ማዕጾ እውን ብፋስ ገይሩ ናይ ሻምሺራ ስም ይጽሕፍ እሞ ንሶና ሒዝዋ ይሃድም። ሽዑ ሽዲ ኣዝዩ ይናደድ፣ ከይዱ ድማ ንናይ ካሜሩ ዓሌታት ክቐትል ይጅምር። ሓደ ናይ እንግሊዝ ሓላፊ መጺኡ እዚ ትገብሮ ዘለኻ እንታይ እዩ ይብሎ። ህድእ በል ኢሉ ማእገሩ ሒዙ እውን የረጋግኦ። እዚ ሓላፊ እዚ ነቲ ሓድሽ ሻምሺራ ንምሓዝ ዝመጸ ምዃኑ ንርዳእ። ሓቢሮም ኮፍ ይብሉ እሞ እቲ ናይ እንግሊዝ ሓላፊ ካብቶም ሰባትካ ስሳ ሓሙሽተ ሰባት ቆሲሎም ኣለዉ፣ ካብኣቶም ግና ዋላ ሓደ ሰብ እኳ ኣይቆሰለን ይብሎ። ሽዳ ድማ ናይ ሂንዲ ርስሓት ክተጽሪ ትኸእል ናይ ሂንዲ ኢድ ጥራይ እያ ኢድካ ከይትረስሕ ንስኻ ናብ ሃገርካ ተመለስ ይብሎ ንሱ ድማ መሊሱ ናይ ንግስቲ ዘውዲ ኣብ ውሽጢ ህንዲ እዩ ዘሎ ንሕና ኢና ድማ ንሕልዎ ናይ ሂንዲ ርስሓት ብሓቂ ኢድ ዘርስሕ እዩ ኮይኑ ግና ናይ ሂንዲ ኢድ ናይ እንግሊዝ ሞደሻ የልዮ እዩ ኢሉ ገዲፍዎ ይኸይድ ሽዑ ናብ ሶና ክንከይድ ከለና ድማ ትምርዐውኒ ዲኺ ይብላ ሶና እውን ተሓጒሳ ሕራይ ትብሎ ብሓቂ ድማ ይምርዐዉ። እቲ ነጋዳይ መጺኡ ሓደ ናይ እንግሊዝ ሓላፊ ንሻምሺራ ንምሓዝ እንዳመጸ ምዃኑ ኣብቲ ውድድር ናይ ክብሪ ጋሻ ከም ዝኾነ ይነግሮ። በኤር ድማ ኣብኡ ኬድና ክንረኽቦ ኢና ይብሎ ንሳቶም ግና ንስኻ ዕቡድ ኢኻ ክትመውት ትደሊ ኣለኻ ዲኻ ይብልዎ ንሱ ግን ኣይትጨነቑ ምንም ኣይትሕሰቡ ንመርማሪ ሽዳ ስለ ዘዋረዶ ጥራይ ኣነ የምስግኖ እየ ይብሎም ብሓቂ ድማ ናብኡ ይኸዱ እቲ ናይ እንግሊዝ ሓላፊ ባዕሉ ወሪዱ ክገጥም ይውስን ንዕኡ ዝገጥሞ ሰብ ክወዳደር ድማ ይሓትት። ኮይኑ ግና ኩሉ ሰብ ብፍርሒ ይንቅጥቀጥ። ባሊ ግን ካብ ማእኸሎም ወፂኡ ነቲ ባእሲ ይቕበሎ። ናብ ውድድር ድማ ይወርድ። እቲ ናይ እንግሊዝ ሓላፊ ድማ ኣብ መወዳእታ እቲ ኣንበሳና መፂኡ እናበለ ይሕጭጭ። ባሊ ግን ብዙሓት ኣናብስ ክትረክብ ኢኻ፣ ኮይኑ ግና ኩሉ በብተርኡ እዩ ይብሎ። እቲ ባእሲ እውን ይጅምር። እቲ ሓላፊ፣ ኣናብስ ንምጥቃዕ ዝተፈለየ ግዜ ኣይጽበዩን ይብሎ፣ ባሊ ግን ቅድሚ ዕስራን ሓሙሽተን ዓመታት ኣብ ዝኾነ ግዜ ዘጥቅዕ ሓደ ኣንበሳ ነይሩ፣ ኮይኑ ግና ቀቲሎሞ ይብሎ፣ ንሕድሕዶም ድማ ናብ ክፉእ ባእሲ ይኣትዉ። ኣብቲ ባእሲ ማእከል፣ ባሊ ከምዚ ይብሎ፣ ንሻምሺራ ብህይወት ወይ ብሞት ንምሓዝ ከም ዝመጻኻ ሰሚዐ ኣለኹ፣ ንምንታይ'ሞ ናትና ናይ ዓሌትና ታሪኽ እንታይ ምዃኑ ክትፈልጥ ነይሩካ፣ ናይ ሻምሺራ ሕልሚ ዓሌቱ ነጻ ንምግባር እዩ ነይሩ፣ ኣነ ድማ እዚ ሕልሚ እዚ ከዕውቶ ኣለኒ ይብሎ። እቲ ሓላፊ ኣብ ቅድሚኡ ዘሎ ሰብ ሻምሺራ ምዃኑ ይርዳእ። ኢድካ ሃብ እሞ ብሰላም ብህይወት ክትነብር ኢኻ ይብሎ። ባሊ ግን ነቲ ባእሲ ከሽንፍ ሒደት ተሪፍዎ ነይሩ። ኮይኑ ግና ስለ ክብሪ ኢሉ ርእሱ እንዳ ሰዓረ ይሓድጎ። ሓንቲ ወረቐት ድማ ደርብዩሉ ይኸይድ። እቲ ናይ እንግሊዝ ሓላፊ እውን እቲ ወረቐት ኣልዒሉ ኣብ መንጎ ሻምሺራን እንግሊዛውያን ዝነበረ ስምምዕነት የንብብ። ካብቶም ሰባት ሓደ ድማ ንምዃኑ ናይ እንግሊዝ መንግስታት ንዓኣቶም ነጻ ንምውጻእ ዝተሰረቐ ወርቂ ይቕበልዶ ይብሎ። ንሱ ግና ናይ ሻምሽየር ሓሳብ ዝተመስረተ ኣብ ናይ ዓሌታዊ ስስዕናን ብልሽውናን እዩ ይብሎ። ሽዑ ሽዳ ናብ ኣቶም ይመጽእ እሞ ናይቲ ሓላፊ ሓጎስ የባላሽወሉ። እቲ ሓላፊ ባሊ ዝሓደገ ወረቐት ኣዘኻኺሩ የንብበሉ። ኣብ ውሽጡ ድማ ከምዚ ተጻሒፉ ኣሎ፣ ንዓና ክትቕበሉ ተዳለዉ፣ ናይ ነጻነትና ዋጋ ክንእክብ ጀሚርና ኣለና፣ ኣብቲ መርዓ ክንራኸብ ኢና ዝብል እዩ ነይሩ። እቲ ሓላፊ እውን ሻምሺራ ናብቲ መርዓ ከም ዝመጽእ ይርዳእ። ሽዳ ድማ እንተ መጸስ እንታይ ጸገም ኣለዎ ኢሉ ብነብሱ ብጣዕሚ ይተኣማመን። ብሓቂ ድማ እቲ መርዓ ይጅምር፣ ባልዩ እውን ሰባቱ ሒዙ ይኸይድ። ኮይኑ ግና ሙሉእ ናይ እንግሊዝ ሰራዊት እንዳ ተጸበየቶ ከም ዘላ የስተውዕል። እቶም መሓዙቱ ክኽልክልዎ ይፍትኑ፣ ንሱ ግና በዚ ዕማም እዚ እንተ ተዓዊትና እዚ ናይ መወዳእታ ስርቅና ክኸውን እዩ ይብሎም። ባሊ ኣብ ቅድሚ ሽዳ ካብ ትሕቲ መሬት ይወጽእ። መሳርሒኡ ድማ ናብ ሽዳ ይገብረሉ፣ ሶና ድማ ኣብ ትሕቲ ቁጽጽር ተውዕሎ። እቶም ዝተረፉ ድማ ዘሎ ወርቂ ዅሉ ይእክቡ። ሓደ ናይ እንግሊዝ ወታደር ንሽዳ ከድሕን ይመጽእ። ሽዳ ድማ ኣብ ልዕሊ ባሊ ተዅሲ ይኸፍት። ኰይኑ ግና ባሊ ነቲ ጠያይቲ ከልምጥ ይኽእል። ነቲ ናይ እንግሊዝ ሓላፊ እውን ኣብ ትሕቲ ቍጽጽር የውድቖ። ካብቲ ቦታ እውን ሒዝዎ የልምጥ። ኵላቶም በቲ ዓወት ብጣዕሚ ይሕጐሱ። ኰይኑ ግና ሽዳ ጠበንጃ ኣልዒሉ ይትኵሰሎም። ካብ ማእከሎም ድማ ሓደ ተሃሪሙ ይመውት። ብድሕሪኡ ንዕኡ ቀቢሮም ንምፍልላይ ይውስኑ። ብሓቂ ድማ ነብሲ ወከፍ ብዝተፈላለየ ቦታ ክሰርሕ ይጅምር በቲ ካልእ ወገን ሽዳ እንዳ ሃደኖም እዩ ናይ ካዛ ህዝብታት ናብቲ ናይ እንግሊዝ ሓላፊ ይኸዱ ንሻምሺራ መዓዝ ኢኻ ትሕዞ ናይ ዲዋሊ በዓል ቀሪቡ ኣሎ ብርግጽ ንምስራቕ ናብዚ ፌስቲቫል ክመጽእ እዩ ይብልዎ ንሱ ድማ ኣነ ብናታትኩም ሓገዝ እየ ክሕዞ ዝኽእል ኣብ ጎድንኹም ዝኾነ ጋሻ ስምዒት እንተተሰሚዑኩም ኣፍልጡና ኢኹም ይብሎም ብሓቂ ድማ ካብ ናይ ሻምሺራ ወገን ከዳዓት ምስኦም ዝሰርሑ ሰባት ኣሕሊፎም ይህብዎ መብዛሕትኦም ድማ የጥፍእዎም እቶም ዝተረፉ ግን ምስ ባሊ ይእከቡ ሓደ ተዋጋኢ ኣብቲ በረኻ ከፍ ኢሉ ተስፋ ይቆርጽ እሞ ንሳቶም ካባና ንላዕሊ ሓያላት ስለ ዝኾኑ ክንስዕሮም ኣይንኽእልን ኢና ይብሉ ባሊ ግን ክሳብ ናይ መወዳእታ ምስ ትንፋስና ክንዋጋእ ኢና እንዋገእሉ ድማ ክብረትናን ነጻነትናን ክንመልስ እዩ ይብሎ ንሱ ግን እንተደኣ ከምዚ ኮይኑስ ኩላትና ሓደ ብሓደ ክንመውት ኢና ኢሉ ናብ ሰማይ ጥይት ይትኩስ እዚ ሰብ እዚ እዩ ኣሕሊፉ ከም ዝሃቦ ንርዳእ ሽዳ ምስ ናይ እንግሊዝ ሰራዊት መጥቃዕቲ ይገብረሎም መብዛሕትኦም ድማ ይቐትልዎም ባልና ውሑዳት ሰባት ግና የልምጥዎም እቲ ወርቂ ዘለዎ ቦታ እውን ፈሊጦም ይወስድዎ ኣብቲ ሰዓት ሶና ወሊዳ ነይራ ሽዳ ነቲ ህፃን ክቐትሎ ምስ በለ እቲ ናይ እንግሊዝ ሓላፊ ይኽልክሎ ባል እውን ተሓቢኡ ኩሉ ነገር ብዓይኑ ይዕዘብ ነይሩ። ኣኩኡ ግን ክሳብ ብህይወት ዘለኹ በዓልቲ ቤትካን ውላድካን ብሰላም ክነብሩ እዮም፣ ምንም ኣይኾኑን እዮም ይብሎም። ኣብቲ ሰዓት እቲ ነጋዳይ ናብቲ ዕርዲ ይኸይድ፣ ንናይ ባሌ ኣደ ድማ እቲ ዝተፈጠረ ኩሉ ይነግራ። ሽዳ ነቶም ዝሞቱ ሰባት ሬሳ ኣብ ቅድሚ ናይ ካዛ ህዝቢ የምጽኦም፣ ንሳቶም ድማ ብምሟቶም ይሕጎሱ። ባሊ ግን ምስ ኣዲኡ ተቐሚጡ ከምዚ ይብላ፣ በዓልቲ ቤተይን ወደይን ኣብ ኢድ ጸላኢ እዮም ዘለዉ። ንዓኣቶምን ኣብቲ ውሽጢ ተኣሲሮም ንዘለዉ ህዝብታትን ሓደ ነገር ክገብር ኣለኒ ይብላ። ብሓቂ ድማ ባሊ ናብቲ ናይ እንግሊዝ ወታደራት ናይ ንግስና ዘውዲ ዘለዉዎ ባቡር የምርሕ። እቲ ዘውዲ ዘለዎ ሰረገላ ካብቲ ዝተረፈ ባቡር ይፈላልዮ። ወሪዱ ድማ ነቶም ዘለዉ ወታደራት ሓደ ብሓደ ይወቕዖም፣ ንኹሎም ድማ ይቐትሎም። ነቲ ዘውዲ እውን ሒዙ ይኸይድ። እቲ ወረ ኣብ ዜናታት ይዝርጋሕ፣ ዓብዪ ዕግርግር እውን ይፈጥር። እቲ ናይ እንግሊዝ ሓላፊ ነቲ ዘውዲ ምስ ናይ ሻምሺራ ርእሲ ሒዝዎ ክመጽእ ስልኪ ይድወለሉ። ሽዑ ሽዳ ናብኡ ይኣቱ እሞ ኣይትጨነቕ ኣነ ምሳኻ ኣለኹ ይብሎ። ንሳቶም እንዳተዘራረቡ እንዳሃለዉ ካብ ደገ ድምጺ ይሰምዑ እሞ እንታይ ምዃኑ ክርእዩ ምስ ወጹ፣ ካብ ሻምሺራ ዝተላእከ መልእኽቲ ይረኽቡ። ንሓላፊኹም ኣብ ውሽጢ ኣርብዓን ሸሞንተ ሰዓታት ኣብቲ ዕርዲ ውሽጢ ክረኽበካ እየ ይብሉ። ከይዶም ናይቲ ዕርዲ ማዕጾታት ይዓጽዉ፣ ኣብ ልዕሊ ዓሌት ካሜሩን ድማ ብጭካነ ይቐትልዎም። ኩሎም ሰባቶም መሳርሕታት ሒዞም ይዳለዉ። ባሊ ከም ኣንበሳ ናብኣቶም ይመጽእ። ሓደ ህንዳዊ ወታደር መሳርሒኡ ናብቲ ናይ እንግሊዝ ከነጻጽር ይርኢ፣ ጥይት እውን ይትኩሰሉ፣ እቲ ሓላፊ እውን ይወድቕ። እቶም ዝተረፉ እውን ናይ እንግሊዝ ወታደራት ኩሎም ይሞቱ ምኽንያቱ ሽዳ ኣሕሊፊ ሂብዎም እዩ ሽዳ ነቲ ዝቆሰለ ሓላፊ ደው ኢሉ እዚ ወረ እዚ ኣብ ቀረባ ግዜ ክዝርጋሕ እዩ ንሱ ድማ እቲ ናይ እንግሊዝ ሓላፊ ብኢድ ሻምሺራ ተቐቲሉ ሻምሺራ ድማ ብኢድ ሽዳ ሞይቱ ዝብል ዝብል ኢሉ ይቐትሎ ንባሊ ድማ ኣብ ትሕቲ ቁጽጽር የእትዎ ነቲ ዘውዲ እውን ካብ ኢዱ ይወስዶ፣ ሽዑ ናይ ባሊ ዓሌታት ይርእይዎ፣ ብህይወት ብምንባሩ ድማ ይሕጎሱ። ሽዳ ኣብ ልዕሊ ባሊ ከቢድ መጥቃዕቲ ይፍጽም፣ ብኽፉኡ ድማ የቑስሎ፣ ሽዑ ኣብ ሕቖኡ ዕንጨይቲ ይተኽለሉ። ባሊ ድማ ውንኡ ይስሕት፣ ሓደ ጸሊም ኮኽ መጺኡ ኣብ ልዕሊ ባሊ ይዓርፍ፣ ዓው ኢሉ ድማ ድምጺ የስምዕ፣ ሽዑ ብጣዕሚ ብዙሓት ኮኻት ይመጹ፣ እቶም ኮኻት ኣብ ልዕሊ እቶም ወታደራት መጥቃዕቲ ይገብሩ። ኣብቲ ሰዓት ናይቲ ዕርዲ ማዕጾ ይስበር፣ ናይ ካሜሩን ዓሌታት ድማ ይወጹ፣ ባሊ እውን ይበራበር፣ እቲ ኲናት ይጅምር። ኣብ ልዕሊ እቶም ወታደራት መጥቃዕቲ ይገብሩሎም፣ ሓደ ብሓደ የጥፍእዎም፣ ባሊ ንሽዳ ይሕዞምዎ ይቕጥቅጦ፣ ናይ ቀደምን ናይ ሕጂን እውን ሕሳብ የወራርድ፣ ብኽፉእ እውን ይሃርሞ። ቅድሚ ሕጂ ኣብ ልዕሊኡ ከም ዝተገብረ ዅሉ ክዳኑ ይገፎ፣ ኣብ ልዕሊኡ ይጭክነሉ፣ ኣብ መወዳእታ ድማ ከምታ ነቦኡ ዝሰቐሎ ገይሩ ይሰቕሎ። ኣቦይ ብዝሞተሉ ተመሳሰሊ መንገዲ ክቐትለካ እየ፣ ነዚ ድማ ክተመስግነኒ ይግባእ ይብሎ። ሽዑ ባሊ ሓደ ዓብዪ እምኒ ኣልዒሉ ናብ ኣዲኡ ይህባ፣ ንሳ ድማ ትድርብየሉ። ናይ እዝጋብሄር ስራሕ ኮይኑ ድማ ልክዕ ኣብታ ንሻምሺራ ዝሃረመቶ ቦታ ንዕኡ እውን ትሃርሞ። ድሕሪኡ እቲ ዝተረፈ ዓሌት ክሳብ ዝመውት ብእምኒ ይጭፍጭፍዎ። ሽዳ እውን ይመውት። ባሊ ድማ ዓሌቱ ሒዙ ካብቲ ቦታ ይርሕቕ። እቲ ናይ እንግሊዝ ሓላፊ መፂኡ ሓንቲ ወረቐት ይረክብ። ኣብ ልዕሊኡ ድማ ከምዚ ተጻሒፉ ኣሎ፣ ካብ ነጻነትና ንላዕሊ ብጣዕሚ ኣገዳስን ክቡርን ዝኾነ ነገር ገዲፈልካ ኣለኹ፣ ንሱ ድማ ክብረትኩም ዝኾነ ዘውዲ እዩ ይብል። እንሆ እቲ ናይ ዓብይ ሻምሺራ ታሪኽ ኣብዚ ትዛዝም። ከምዚ ዓይነት ፊልምታት ንምርኣይ ላይክ ከምኡ ውን ሳብስክራይብ ምግባር ኣይትረስዑ። ኣብ ቀጻሊ ክሳብ ንራኸብ የቐንየልና።